ፕራይም ሚኒስተር ጃስትን ትሩዶ እዩ። ጃስትን ትሩዶ ሎመዓልቲ ዝገበሮ ቃለ መሕትት ማለት እዩ እሱ ኸኣ ብዛዕባ ኢሚግሬሽን ማለት እዩ ብብዝሒ ሰብ ንካናዳ ይመጽእ ኣሎ ካብ ዓሚ እውን ብዝሓያለ ሎሚ ዓመት ኣዝዩ ብዙሕ ሰብ እዩ ንካናዳ ኣትዩ ብዛዕባ እዚ ዝኾነ ክንገብር ኣለና ኢሎም እዮም ይዛረቡ ነይሮም ከም ትሪእዎ ኢኮኖሚ ናይዚ ዓዲ ተቐይሩ ኣሎ ስራሕ ተሳኢኑ ገዛ ከቢሩ ገዛ ኸራይ ሕጂ በዚ ምኽንያት ነቲ መንግስቲ ብጣዕሚ እዮም ጸቕጥ ገይሮምሉ። ብብዝሒ ጸቕጥ ስለ ዝገበሩልካ ኣብዚ ሰዓትዚ ካናዳ እቲ ብብዝሒ ሰብ ተእትዎ ዝነበረት ቁጽሪ ኮተጉድላ እያ ተገዲዳ ዘላ። ሕጂ ብኽንደይ እዮም ኣጉድሎምዎ እቲ ቁጽሪ ፕራይም ሚኒስተር ጃስትን ትሩዶ ከምኡውን እቲ ናይ ሚኒስተር ኦፍ ኢሚግሬሽን ብሓንሳእ ወጺኦም ዝሃብዎ ሓበሬታ ኣሎ እሱ ኸኣ እቲ ቁጽሪ ብኽንደይ እዮም ከጉድልዎ እንታይ እዩ እቲ ፕላን እቲ መደብ ብኹሉ ድዮም ኢሚግሬሽን ብናይ ስፖንሰር ድመጸርዮም ከጉድልዎ ደልዮም ብናይ ስቱደንት ቪዛ ድመጹ ድዮም ወይ ቴምፐራሪ ወርከርስ ድዮም ብልክዕ ኣበየናይ እዮም ክጉድልዎ ደልዮም ዝሃቦ ቃል ምሕታ ኣሎ ብሓቢርና ክንርኦ ኢና ናተይ ከዓ እቲ ዝብልዎ ዘሎ በብሓደ ክገልጾ እየ ሰናይ ምክታል Parliament, Minister Miller will be detailing our immigration plan. Before he does, I want to say a few things. እዚ ሕጂ ሚኒስተር ሚለር ዝብሎ ዘሎ ሚለር ናይ ዛዓዲ ናይ ኢሚግሬሽን ሚኒስተር እዩ ንሱ ከዓ ዝበዝሕ ግዘ ሓድሽ ሓሳባት ክመፅእ ከሎ መፅኡ ኣናውንስ ዝገብር ወይ ዝሕብረና ዝበዝሕ ግዘ ናይ ዛዓዲ ናይ ኢሚግሬሽን ፖሊሲ ወይ ኣይኣርሲሲ እንድሕር ዳሪኹሞ ሚኒስተር ሚለር ይቀዲሙ ኣብ ሲቢኤስ መፅኡ እዝን እዝን ሲቢኤስ ወይ ድማ ሲቲቪ መፅዩ ቃለ መሕትት ይገብር እሞ and then እቲ ዝህቦ ሓበሬታ ኣናውንስ ይኸውን ቀጥታ ናብ ሕጊ ይጸድቕ ማለት እዩ ወይ ከምዚ ኣለዎ ከምዚ ክንገብርና ይብሉ እሞ ዘን እቲ ቼንጅ ይመጽእ ወይ እቲ ፖሊሲ ይቀያየር ኣብ ሰዓት እዚ ፕራይም ሚኒስተር ጃስን ትሮዶ እቲ ናይ ኢሚግሬሽን ሌቨል ብክንደይ ክጎድል ምዃኑ ንሰለስተ ዓመት ዝኸይድ መደብ እዮ። ንሰለስተ ዓመት እዮም እቲ ፖፑሌሽን ከጉድልዎ ደልዮም። እዚ ከዓ ብብዝሒ ሰብ ናብዚ ዓዲ ዝመጽእ ኣሎ። እቲ ዝመጸሉ ወይ ዝኣትውሉ ዘለዎ ንካናዳ ከዓ እቲ መንገዲ እዮም ከቋርጽዎ። ንኣብነት ናይ ስፖንሰርሽፕ ገለ ኣይኮኑን ከጉድልዎ። እሶም ከጉድልዎ ደልዮም ደለዉ እቲ ስቱደንት ቪዛ ሒዙ ድመጽእ እሞ ድሓር ናብ ፒኣር ኣፕላይ ዝገብር ተምሃሮ ኢሎም መጺኦም ናብ ስራሕ ይኣትዉ እሞ ሕጂ እቲ ኣብዚ ዓዲ ተቐማጢ እዚ ዓዲ ዋላ እቲ ሲቲዘን ድዩ ወይ እቲ ካናዳዊ ትበሃል ኣፕላይ ክገብር ከሎ ስራሕ ስራሕ ይስእን ምክንያቱ ብሕሱር ዋጋ ስለ ሃየር ድብልዎም ነቶም ሚኒማም ዌጅ ሃየር ብሎም ነቶም ኢሚግራንት ኢሚግራንት ኮንካ ከዓ ምርጫ የብልካ ብሚኒማም ኢኻ ዝሰርሕ ብዝኾነ እታ ሓበሬታ ሓቢርና ንስምዐዮ

ሃገር ስደተኛታት እያ ትፍለጥ ንሕና ከም ንሪኦ ምስ ዓዲሲ ፊሊፒኖ ህንዲ ቻይና ቪየትናሚዝ ኣብዚ ዓዲ ኤሽያ ኣፍሪካ ኖርዝ ኣሜሪካ ሳውዝ ኣሜሪካ ዘየላ ዓይነት ህዝቢ የለን ኣብዚ ኩሉ ህዝቢ ዝቕመጠሉ ዓዲ ዓዲ ስደተኛ እዩ በዚ ከዓ ሕቡናትን ክናዳዋን ኢሉ ኢሉ ጅምር ኣሎ

Now it is time to make the adjustments to stabilize the immigration system that we need and
ኮቪድ ምስ መፀ ብድሕሪ ኮቪድ ነዚ ኢኮኖሚ መታን ንከመሓየሽዎ ብብዝሒ ኢሚግራንት እዮም ተቐቢሎም ብፍላይ ካናዳ ብብዝሒ ኢሚግራንት እያ ተቐቢላ ብሰንኪ እዚ ብዝሒ ኢሚግራንት ምቕባል ከዓ እቲ ህዝቢ ዘይተፀበየ ነገር እንታይ ነይሩ እኹል ገዛ ኣይነበረን፣ ቀረብ ኣይነበረን፣ ናይ ስራሕ ዕድላት ከምኡ እውን እቲ ኢንሰንቲቭ ዝብዎ ዝነበረ ብብዝሒ ሰራሕተኛታት የምፅኡ እሞ ሃየር ብልዎም ኣኹል ገዛ የለን እዞም ሰባት እዚኦም ተምሃሮ ኮይኖም ዝመፁ ኣለዉ ተምሃሮ ኮይኖም ከዓ ናብ ስራሕ ይኣትዉ እሞ ብዝሒ ሰዓታት ዝሰርሑ ዕስራ ሰዓት እዩ ዝፍቀደሎም ክሰርሑ ዝግብኦም ፐር ንሰሙን ማለት እዩ ግን ልዕሊኡ ይሰርሑ እሞ እቲ ፓርታይም ስራሕ ኩሉ ይሕዝዎ ስለዚ እቲ

ንሰለስተ ዓመት ዝኸውን እቲ ናይ ሓደሽቲ ስደተኛ ምምጻእ ከነውሕዶ ኢና። ከነውሕዶ እየ ዝብል ዘለኹ፣ ከነቋርጾ ኣይኮነን፣ ከውሕድዎ እዮም። እዚ ከኣ ንመጻኢ ንክልተ ዓመት ዝኸውን እቲ ናይዚ ዓዲ ፖፕሌሽን እቲ ብዝሒ ካብ ዘለዎ ቁጽሪ ክንዲ እናወሰኸ ድኸይድ ክጎድል እዩ ማለት ምክንያቱ ውሑድ ስደተኛታት እንድሕር ኣምፅኦም ማለት እዩ ካናዳ እቲ ተቐማጥ ካናዳ ዝበዝሐ እቶም ካናዳውያን ዝበሃሉ መብዛሕቶም ዓበይቲ እዮም ማለት ሲኒየርስ እዮም እቶም ኣብ ክሊ ሰላሳ ኣርባዓ ሓምሳ ደለዎ ከዓ መብዛሕትኦም ኣይወልዱን እዮም ወይ ክወልዱ ኮይኖም ሓደ ይወልዱ እቲ ክልተ ሰባት ሓደ ይወልዱ ክልተ ሰባት ተኪኦም ክበሃሉ ተኮይኖም ሰለስተ ክወልዱ ኣለዎም ምክንያቱ ክልተ ሰብኣይን ሰበይትን ክልተ ነናቶም ተኪኦም ኣለዉ እቲ ሓደ ከኣ ተወሳኪ ማለት እዩ እዚኦም ተኪኦም ኣለዉ ሓደ ተወሳኪ ብላዕሊ ማለት እዩ increase ጌሩ ኣሎ እቲ population ካናዳውያን ግን ክልተ ሰባት ሓደ ይወልዱ ሕጂ ክቕንስ እዩ ዘሎ እቶም ክልተ ሲ ክንዲ ዝትክኡ ናቶም ተወሓደስ ክልተ ክትክኡ ግብኦም ሓደ እዮም ዝወልዱ በዚ ምክንያት ከዓ እቲ ፖፕሌሽን ንታሕቲ የንቆልቆል ነዚ ንምትካእ እዮም ከዓ ብብዝሒ ስደተኛታት ዘምፅኡ ግን ሳዕቤን ኣለዎ ሕጂ እቲ ናይ ስፖንሰርሺፕ ዝመጽእ ኣይኮነን እቲ ሜይን ኢሹ ወይ ጸገም ኮይኑ ዘሎ እቲ ጸገም እንታይ እዩ ስቱደንት ቪዛ ድመጹ ኣለዉ ብዝሒ ብዝሒ ማራ እዩ ስሉጥካ ናይ ስቱደንት ቪዛ ብፍላይ ካብ ህንዲ ማለት እዩ ንዕኡ ነዚ ኢሹ ንምፍታሕ እዮም ከዓ እዚ ኩሉ ፍታሓት ኢሎም ዘምፅዎ ዘለዉ ማለት እዩ

ኣኮለዉ ሽዑ ፒኣር ይሓቱ ኣሉ ቀጥዕታት ክንድዚ ሰዓት ሰሪሕካ ክንድዚ ሰዓት ተማሂርካ ኣፕላይ ትገብር ደን ይቕበሉካ ምስ ግዜ ማለት እዩ ብዙሓት ህንዳውያን በዚ መንገዲ እዮም ዝጥቀሙ መብዛሕትኡ ሓበሻ ብከምዚ መንገዲ ይጥቀም ንሕና ናይ ስፖንሰርሺፕ ኢና ዝመፅእ ካብ ሃገርና ወፂና ብሱዳን ወይ ኣዲስ ኣበባ ደን ስፖንሰርሺፕ ወይ ካብ እስራኤል ወይ ድማ ካብ ግብፂ ካብዚ ዓድታት ንመፅእ ናትና ናይ ስፖንሰርሽፕ እዩ ናይዚኦም ግን እንታይ እዩ ናይ ስቱደንት ቪዛ ኢሎም ዝመፁ ተምሃሮ ኢሎም መፁ እሞ እቲ ፖፕሌሽን ሽዑ ብብዝሒ እዮም ዝመፁ ከዓ ላይክ ኣሽሓት እየ ዝብለኩም ዘለኹ ናትና ናቲን ኮምፔር ክትገብሮ ከለካ ወላ ሓንቲ ቁፅሪ ከማን ኣይበሃልን እዩ

ክጾሮ ኣይከኣለን ብጣዕሚ ባብል ተፈጢሩ በቃ ባብል ክብለኩም ብብዝሕ ሰብ ይመጽእ ኣሎ ግን ስራሕ የለን ንዑ ዝኸውን የለን ክብለኩም ከለኹ ሲ ጠቕላላ የለን ማለት ኣይኮነን ከምቲ ዝመጽእ ዘሎ ሰብ ግን ከምቲ ቅድሚ ሕጂ ንሕና ክንመጽእ ከለና ነይሩ ስራሕ ክብለኩም ነይሩ ምጽኢልካ ትረክብ ኢኻ ሳምታይምስ ኣይኮነልካ ንኸውን ግን ደሊኻ ደሊኻስ ኣይሰኣንን ነይሩ ከምዚ ሕጂ ግን ሸውዓተ ወርሒ ሸዓተ ወርሒ ዓመት ገለ ክልተ ዓመት ሰብ ወስድ ብኮለል ጥራይ እዚ ከኣ እንታይ ባብል ተፈጢርዎ ብዝሒ ሰብ ኣሎ እቲ ስራሕ ከምኡ የለን ኢኮኖሚ ከኣ ንሪኦ ኣለና ኢኮኖሚ ከምቲ ዝነበሮ ኣይኮነን ውሕደት ገዛ ከኣ ኣሎ ሕፅረት ገዛ ኣሎ ዊንተር ጥራዮም ከኣ ሳመር ጥራዮም ከኣ ገዛ ድሓንፁ በዚ ሕጂ ሕፅረት ተፈጢሩ ሽግር ገጢምና ኣሎ

ሕጂ እንታይ ድብ ዘሎ እቲ ድሕሪ ፓንደሚክ ድሕሪ እቲ ኮቪድ ምግጣሙ ብድሕሪኡ ዝመፀ ሕፅረት ሰብ ነይርዎም ካናዳ ሕፅረት ሰብ ኣለዋ ስቲል ሕጂ እውን ናይ ስራሕ ሕፅረት ኣሎ ሰራሕተኛ የድልዮም እዩ ምክንያቱ እቲ ሌበር ሾርቴጅ እንታይ እዩ መብዛሕትኦም እቶም ኬኔዳዋን ሲኒየር ዝኣትዮም እዮም ናይ ብሓቂ የብለኩም መብዛሕትኦም ዓበይቲ እዮም ስለዚ ሄልዝ ኬር የድልዮም ኮንስትራክሽን ብፍላይ ገዛ ህንፀት ዋሕዲ ገዛ ኣሎ ብጣዕሚ ዋሕዲ ገዛ ኣሎ ሕጂ እቲ ገዛ ዝሰርሑ ኮንስትራክሽን ወርከርስ የድልዮም እዩ ብዛዓዲ ከምኡውን ኣብ ካልእ ካልእ ንጥፈታት ኣብ ሄልዝ ኬር ንኣብነት እዚ ሕጂ ስራሓት የድልዮም እዩ ስለዚ እቲ ሰብ ክመጽእ ኣድልዮም ኣሎ እንተኾነ ግን ተሃንጸ ገዛ ስለ ዘየለ ዘዝመጸ ሰብ ሰትል ክገብር ኣይከኣለን ወይ ዋጋ ይኸብሮ በዚ ምክንያት ከዓ ዓብዪ ሽግር ይገጥሞ እዚ እቲ ዋና ፀገም ኮይኑ ዘሎ ሕጂ

እቲ ዋና ጸገም ኮይኑ ደሎ እቶም ዋላ ኣብዚ ዓዲ ከም ኬኔዳውያን ማለት እዩ ዋና ቢዝነሳት ክንዲ ነቶም ኬኔዳውያን ኣብ ተወልዶም ዝዓበዩ ሃየር ድብሉ እቲ ቴምፖራሪ ወርከር ሃየር ክገብሩ ይመርጹ ሓደ እቲ ቴምፖራሪ ወርከር ዝበሃል ከምዚ ከማና ስደተኛ ሕጂ ምጽእ ምስ በለ ብዚ ብዝኾነ ኢኻ ትሰርሕ ክብለኩም ሕጂ ሃየር ገብሩ ሃሎ ይሰማምዑ ከዮም ክንዲዚ ወጅ መጀመርና ብልኻ ስደተኛ ትኾን ከዓ ወይ ከምዚ ከማና ናብራኻ ከተመሓይሽ መጺኻ ብዝኾነ ኢኻ ትቁጸር ምክንያቱ ቢል ክትከፍል ጥራይ መደብካ በቃ ስራሕ ኢካ ትብል ከነዳውያን ግን ፊፍቲን ክከፍለካ እያ ትብሎ ዋት ኖ ገለገለ መሊሶም እዮም ኖ ገሊኦም ድሉ ኖ ወስኸና ገለገለ ገሊኦም ድሉዋ እጅ ብከምኡ እቶም ቢዝነሳት

እዞም ትምህርትታት እዚኦም ብብዝሒ ስደተኛታት ይቕበሉ ወይ ኢንተርናሽናል ስቱደንትስ ማለት እዩ እዞም ስቱደንት እዚኦም ግን ብናይ ስቱደንት መፅኦም ስቱደንት ኮይኖም ኣይኮኑ ዝቕፅሉ መፅኦም ካናዳ ምስ መፁ ንቑርብ ተማሂሮም ሽዱሽተ ወርሒ ዲ ዓመት ጠንጢኖም እዮም ዝኸዱ ጠንጢኖሞ ኣብ ካልእ ኣብ ካልእ ፕሮቪንስ ከይዶም ኣፕላይ ገብሩ ፒኣር ሕዙ ብገይሮም እቲ ፕሮሰስ ይቕፅሎ ወዲኦም ኣለዉ ተምሃሮ ኣይኮኑን እዚ መብዛሕትኡ ነዚ ሲስተም እዚ ኣቢዝ እዮም ዝገብርዎ እቲ ትምህርቲ ተምሃሮ እንድሕር መጽዮም ይኸፍሉ እዮም so ነቲ ኢኮኖሚ ነቲ ናይ ትምህርቲ ሲስተም ዲገለ የዋጽኦም እዩ ከስ ማኒ ኣብ ናቶም ፓኬት ንክተርፍ ማለት እዩ ነቲ ፕሮቪንስ ግን ይሃስዮ ምክንያቱ ብዝሒ ገዛ የለን ንዑ ኣኮመዴት ዝገብር ስቲ ኢሹ ዝኸውን ዘሎ

ብ ብዓቢ ቁጽሪ ከውድልዎ እዮም ምክንያቱ ብብዝሒ ኢንተርናሽናል ስቱደንት ይመጹ ኣለዉ ግን ኣኮመዴት ክገብሮ ኣይክእልን እተን ፕሮቪንስ ካብ ፕሮቪንስ ናብ ፕሮቪንስ ወላ ሓንቲ ማኔጅ ክገብሮ ኣይከኣላን ሕፅረት ገዛ ኣለዎም ብሓፂ እታ ናምበር ዋን ኢሹ ካልኣይ ናይ ስራሕ ሕፅረት ኣሎ ምስ ብዝሒ ሰብ ስለ ዝመፀ ንዕኡ ዝኸውን ብዝሒ ስራሕ የለን

ሕዚ እቶም ፕሮቪንሻል ጋቨርመንት ዝበሃሉ ናቶም መስርሕን ኣካይዳን ኣለዎም። እቲ ፈደራል ጋቨርመንት ከኣ ባጀት ትስልዓሎም። ካብኡ ተበጊሶም ንሳቶም ከኣ ናቶም ኣካይዳን ቅድን ስልትን ኣለዎም። ሳምታይምስ እተን ፕሮቪንስ ንዐን ደዋጸን እየን ዝገብራ። ንኣብነት ኣልበርታ ናይ ነዳዲ ሓያል ዝኾነት ከተማ እያ። ኣልበርታ ማለት እዩ። ፕሮቪንሻል ጋቨርመንት ግን ናቱ ሕግታት ኣውጽእ። ኣልበርታ ግን ኖኖ ኣነ እዚ ክተሎኔ በዚየ ድኸይድ ኹም እንዳበሉ እዮም እቲ መሪሕነት ዝኸይድ።

ናታ ዓይነት ኣካይዳን ስልትን እዩ ዘለዎ ሕጂ ኪቤክ ክትመጽእ ትኾንካ ንሶም ዝሓትዎ ቀጥዕታት ኣሎ ዋላ ኣብቲ ፎርም ናይ ካናዳ እንተራሪኹሞ ኣለኹም ዋላ ናይ ስፖንሰርሺፕ ናይ ኪቤክ ተኾይኑ ዝሓተካ ስፔሻል ፎርም ኣሎ ናይ ኪቤክ ናይ በይኖም ናቶም ዓይነት ኣካይዳን ቅድን ስልትን እዩ ዘለዎም ኪቤክ በቃ ከምዚ ፍረንች ዓዲ እንዲዮም ናቶም ሃገር ክፈል እዮም ዝደልዩ ብጣዕሚ ህውከት ድኾኖም ዓዲ እዮም ናቶም ጋቨርንመንት ኣለዎም ናቶም ቅድን ኣካይዳን ኣለዎም ሓደ እዋን እውን ኪበክ ናቶም ናቶም ሃገር ክመርፁ ሲ ምርጫ ኣካይዶም ነይሮም ሓምሳን ክልተን ፐርሰንት ነኖ ኪቤክ ምስ ካናዳ ተሓዊሳ ትፅናሕ ኣይትፈለ ኢሎም ኣርባዓን ሸሞንተን ፐርሰንት ከዓ ነኖ እሕና ክንፍለይና ንደሊ ኢሎም ስለዚ ኪበክ ናቶም ዓይነት ኣካይዳ እዩ ዘለዎም በዚ ምክንያት እዩ ከዓ ብዛዕባ ኪበክ ክዛረብ ከሎ ባዕልኹም እቲ ናይ መንግስቲ ኣውፅዎ ዘሎ ሕጊ ተኸቲልኩም ስቲል ነቲ ናትና ጎል ወይ ዕላማ ንክትሃርሙ ብናትና ኣካይዳ ተኸተሉ እዩ ዝብሎም ዘሎ

ሓደ ህቡብ ዝኾነ ሰብ ሓቂ ትሓይሽ ክነግረኩም ካብ ካልኦት ዋላ ፕሪሜራትን ሚኒስተራትን ንሱን ሚኒስተር ሚለርን ን ናይ ፋይናንስ ሚኒስተርን ብጣዕሚ እዮም ፌመስ ኣብዚ ዓዲ ላይክ ኩሎም ኣለዎም ዶ ሚኒስተራት ገለ ግን ብብዝሒ እዮም ዝፍለጡን ዝዝረበሎምን እሶም እዮም ክልቲኦም ፋይናንስ ሚኒስተርን እዚ ሚኒስተር ሚለርን ንሱ እዩ ቃል ክህብ ሕጂ

ኢሚግሬሽን ብጣዕሚ ወሳኒ እዩ ንዓና ብቅድሚ ኮቪድ እውን እቶም ፕሮቪንሳት እንታይ እየን ዝገብራ ንፈደራል ጋቨርንመንት እየን ንሕና ብዝሒ ሰብ ኣድልየና ኣሎ ኢለን ናተን ጥራዕን የቕርባ ፈደራል ጋቨርንመንት ሽዑ ሕግታት ወይ ፖሊሲታት የውፅእ እሞ በዚ ምክንያት ከዓ እቲ ዝመፅእ ብዝሒ ሰብ ክንደይ የድልየን ይነግረኦም በዚ ሽዑ ክንደይ ህዝቢ ከምፁ ኣለዎም ከኣሶ ካልኩሌት ገይሮም ኤስቲሜት ይወስዱ እሞ ክንዲዚ ክነምፅእ ኣለና ብሉ ተወሳኪ ክትሰምዖም ከለኹም ኣብ ውሽጢ ሰለስተ ዓመት ወይ ሎሚ ዓመት ሓሙሽተ ሚእቲ ሽሕ ክነምፅእ ኢና ወይ ኣብ ዝሓለፈ ዓመት ኣርባዕተን ሰላሳን ኣምፅና ኣለና ሎሚ ግን ሚእትን ሓምሳ ክንውስኮ ኣለና ገለ ይብሉ ስለዚ እቶም ፕሮቪንስታት እየን ሕፅረት ሰብ ከም ዘለወን ይሕብራ ምክንያቱ እቲ ሌበር ሾርቴጅ ኣሎ ብጣዕሚ ካናዳ እቲ ከምቲ ዝብለኩም ኩሉ ግዜ ብዝሒ ስራሕ ኣሎ ክብለኩም ከለኹ ናይ ብሓቂ ኣሎ ምክንያቱ ሕፅረት ሰብ ኣሎ እቲ ቦታ ግን ኣበይ ኣፕላይ ትገብር ኣለካ ይውሰን እዩ እምበር እቶም ፕሮቪንሳት ብዝሒ ሰብ ከምፅኣ እያን ዝደልያ ራይት ናው ግን እታ ሜን ኢሹ ኮይና ዘላ ሕፅረት ገዛ ኣሎ እሱ እዩ ከዓ እቲ ሃውዚንግ ክራይሲስ ዝበሃል እዩ ክራይሲስ ኮይኑዎም ገዛ ክራይ ከቢርዎም በዚ ምክንያት እዮም ከዓ ብዝሒ ጥርዓን ኣቕሪቦም ናብቲ መንግስቲ ማለት እዩ

ኣብዚ ሰዓት እዚ ኣነ ብንኡሰይ ከለኹ ብንእሽተይ ከለኹ ማለት እዩ ከም ዝዝከረኒ እቶም ሲኒየር ዝበሃሉ ክንደይ ፐርሰንቴጅ ነይሮም ወይ ሬሾ ነይሩ ኣብ ሰዓት እዚ ከዓ ከመይ ኢልና ክንቆፃፀሮን እቲ ዕላማና ብዝሒ ሰብ ንካናዳ ከም ዝመፅእ ክንገብር ኣለና እንተኾነ ግን ክንቆፃፀሩ ኣለና ኣብ ሰዓት እዚ ካብ ቁፅፅርና ወፃኢ ኮይኑ ምክንያቱ ኣብ ካናዳ ብዙሕ ዓይነት ሲስተም እዩ ዘሎ ካናዳ ዳት ሲኤ ኢልካ እንተ ኣቲኻ ብዙሕ ዓይነት ናይ ኢሚግሬሽን ሲስተም እዩ ዘሎ ንሰብሲ ቴምፖራሪ ወርከርስ ኢልካ ከተምፅእ ትኽእል ኢኻ መንገዲ ኣለኹም ንስኻ ፎርም ትመልእ ኣነ ቴምፖራሪ ወርከርስ ኣድልየኒ ኢልካ ትመፅእ መብዛሕትኦም እዞም ናይ ህንዳውያን ቢዝነስ ከምኡ እዮም ዝገብሩ ቴምፖራሪ ወርከርስ እዮም ፅሞ ቦጌሮም ሽዑ ናይ ፒኣር መንገድታት ገለ በቃ ቢዝነስ እዩ ሓያል ቢዝነስ እዩ በዚ ምክንያት ሕጂ ብዝሒ ሰብ ስለ ዝመፀ ክቋፀሩ ኣይከኣሉን ካብ ቁፅሮም ወፃእ ኮይኖም ነዚ ንምቁፃር እዮም ከዓ ሕጂ ጠጠው ደብሎ ደለዉ እቲ ናይ ቴምፖራሪ ወርከርስ ድካ ዝመፀ ሓበሻ ቴምፖራሪ ወርክ የለ ኣይመፅን እዩ ሓበሻ ስፖንሰርሽፕ እዩ ድመፅ መብዛሕትኡ ወይ መርዓ ስፖንሰርሽፕ ግሩፕ 5 ቸርች ገለመለ ብኸምኡ ኢና ንመፅእ ስለዚ ዓብዪ ፅልዋ ባና የብሉን እንተኾነ ግን ስቲል ንካናዳ ካብ ንመፅእ ህዝቢ ስለ ዝኾንና ገለ ፅልዋ ክህልዎ እዩ ግን ከምቲ ንሕና በዛ ዓይነት ሲስተም ሰለ ንመፅእ ብዙሕ ይውፅዓና እዩ ኣይብልን ኣነ ግን ዝመፅእ ምዕባለታት ከዓ ሓቢርና ክንርኤና

ካልኩሌቲቭ ዝኾነ ብልክዕ እቲ ቁፅሪ እናሓለና እናረኣና ኢና ከነምፅእ ህዝቢ ምኽንያቱ ጥርዓን ናይዘን ፕሮቪንሳት ሰሚዕናዮ ኣለና። ንምቁፅፃር እዩ ብሓፂሩ እቲ ብዝሒ ሰብ ድኣትዎ ዘሎ ንምቁፅፃር እዩ ገለገለ ካብቲ ክገብርዎ ወሲኖም ዘለዎ ማለት እዩ ናይ ፒኣር መንገዲ እንተ ሓድሽ ኮንካ ኣፕላይ ክትገብር ኣለኻ ናይ ፒኣር መንገዲ ከትርርዎ እዮም።

ኣብዚ ሰዓት እዚ ኣብ መሪሕነት ዘሎ ሊበራል ጋቨርመንት እዩ ዝበሃል ናቱ ኦፖዚሽን ከዓ ናቱ ተቃወምቲ ዝበሃሉ ከዓ ኮንሰርቨቲቭስ ይበሃሉ ሊበራል ጋቨርመንት ግን ማጆሪቲ ጋቨርመንት ይኮነን ሕጂ ማይኖሪቲ ስለ ዝኾነ እንታይ ይገብሩ ምስ ኮሊሽን ዝብልዎ ኣሎ ወይ ሓቢሮም ዝሰርሑ ምስ ኤንዲፒ ኤንዲፒ ዝበሃል ካልእ ጋቨርመንት ኣሎ ፓርቲ ኣሎ ይቕሬታ ክልተ ኮይኖም ግን ማጆሪቲ ይሰርሑ ተረዲእኩምኒ ምስ ካልእ ክልተ ፓርቲ ዝበዝሐ ሲት ሲት ዝበሃል ኣሎ ኣብ ፓርላመንት ቢ ኔክስት ታይም ብብዝሒ ኣስፊያ ክገልፆ እየ ግን ኤንዲፒን ሊበራልስ ኮይኖም እዮም ነቲ ማጆሪቲ ሒዞሞ እምበር ኣብ ሜጀር ሲት ዝበሃል ኣሎ ቦታ ወይ ኩርሲ ዝወሃቦም ኤንዲፒን ሊበራልስን ኮይኖም ብብዝሒ ሲት ስለዝሓዙ እቲ ኮንሰርቬቲቭ ተፀይጡ ማለት እዩ ሶ እቲ ህዝቢ ብጣዕሚ እዩ ዝጠርዕ ነይሩ ኣብ ፓርላመንት ዋላ ዲቤት ክገብሩ ከሎ ወፂኦም በብሓደ ይካትዑ እዮም እዚ ትገብሮ ዘለካ ፖሊሲ ይሃስዮም ኣሎ ስራሕ ተሳኢኑ ገዛ ክራይ ከቢሩ እንታይ ትገብር ኣለካ ይህን ይህን እዮም ዝበሃሉ ይመያየጡ እዮም ግን ዳርጋ ድራማ እዩ እቲ ፓርላመንት ክትሪኦ ከለካ ከም ስርዓት እዮም ሓተኽ ዝበሃሉ ዝኾነ ጥርዓን ናይ ህዝቢ ሰሚዕናዮስ ፍታሕ ከነቕርብ ነውፅኦ ዘለና ውጥን እዩ እዩ ዝብል ዘሎ ፕራይም ሚኒስተር ኖ ሚኒስተር ኢሚግሬሽን ሚለር ማለት እዩ እዚ ናይ ኢሚግሬሽን ሚኒስተር እዩ እቲ ጎኑ ዘሎ ከዓ ፕራይም ሚኒስተር ጃስን ትሩዶ እዩ እንተሓዊሱ እዮ ማለት እዩ ቅሬታ ግበርለይ

ከምጽኡ እዩ ማለት እዩ። እዚ ሕጂ ካብ ኩሉ ዓለም እዩ ዝኸውን ዘሎ ማለት እዩ። በዚ ኣውጺኦሞ ዘለዉ ውጥን ግን ፐርማናንት ረዚደንት ካብ ሓሙሽተ ሚእቲ ሽሕ ናብ ሰለስተ ሚእትን ተስዓን ሓሙሽተን ሽሕ ከውድልዎ ምኻኖም ማለት እዩ። ብጣዕሚ ዓቢ ቁጽሪ እዩ። ዳርጋ ሚእትን ሓሙሽተን ሽሕ ሰብ ክጎድል እዩ ማለት እዩ ከምቲ ኤስቲሜት ገይሮሞ ዘለዉ።

ብድሕሪኡ ዝቕጽል ዓመታት ከኣ ሰለስተ ሚእትን ስሳን ሓሙሽተን ሽሕን ንዓመት ጥራይ እንዳተቐበልታ ክንከይድ ኢና ክሳብ እቲ ቁጽርታት ባላንስ ዝኸውን ማለት እዩ ስለዚ ገለገሌኹም ክትስምዱ ትኽእሉ ኢኹም ኣይትሰምዱ ጌና እቲ ፕሮሰስ ክቕጽል እዩ ምምጻእ ክቕጽል እዩ እንተኾነ ግን ኣበየናይን በየናይን መንገዲ ጥራይ ኸፈላለ

that we will not have to build an additional 670,000 housing units by that time. This is. ስለዚ እቲ መንግስቲ ካናዳ ኣውጺዎ ዝነበረ ናይ ገዛ ምህናጽ ማለት እዩ እቲ ዝዓበየ ጭንቂ ወይ ሽግር ኮይንዎም ዘሎ ኣብ ካናዳ እንታይ ሕጽረት ገዛ እዩ። ሕጽረት ገዛ ገዛ ክራይ ንኖርማል ገዛ ክትገዝእ ዳርጋ 350 ሽሕ 400 500 ፍርቂ ሚልዮን 500 ሽሕ ጆክ ፍርቂ ሚልዮን ሂብካ ገዛ ትገዝእ ገዛ ብባኮ ተሰርሐ ገዛ ሕጂ እሱይ እቲ ሰብ ጭንቂ ኮይንዎ ዘሎ ነዚ ንምቁጽጻር እዮም ከኣ እቲ ድመጽእ ሰብ የውሕድዎ ኣለዉ እንተ ኣውሒዶሞ ካልእ ትረፍ ዕድል ኣለዎም ገዛ ንክሃንጹ ዳርጋ ብሽዱሽተ ሚእቲ ሽሕ ድኸውን ናይ ዩኒት ገዛ ክሰርሕዎ ዝግብኦም ዕድል ክረኽቡ እዮም በዚ ከኣ ገዛ ክራይ ክጎድል እዩ ገዛ ክራይ ተጎዲሉ ከኣ እቲ ሰብ ገለ ስፔር ገንዘብ ክህልዎ እዩ ስፔር ንክገብር ኢኮኖሚ ቡስት ክገብር እዩ እቲ ፕላን ናቶም ወይ እቲ መደብ ነዚ ይመስል

place the additional demands on the housing, health care, and social services that we see with someone that comes directly from another country. እቲ መደቦም ሕጂ ጽቡቕ ዕድል ነዞም ኣብዚ መጺኹም ዘለኹም ብቴምፖራሪ ወርከርስ መጺኹም ዘለኹም ገለገለ ሰባት ድመጽኹም ኣለኹም እቲ ናይ ፒኣር ክትረኽብሉ ትኽእሉ መንገዲ ከቕልልዎ እዮም ምክንያቱ ኦረዲ መጺኹም ኢኹም ኣብ ሲስተም ኣቲኹም ኢኹም ትሰርሑ ኣለኹም ነዚ ኢኮኖሚ ናይ ካናዳ ኣስተዋፅኦ ትገብሩ ኣለኹም በዚ ምክንያት ቴምፖራሪ ወርከር ጸኒሕካ ናብ ፒኣር ክትቅበል

ናቹ ካብዚ ተበጊስና ናትና ገምጋም ወይ ሓርፋፍ ገምጋም ንብሎ ኣለና። እንተኾነ ግን ናተን ገምጋም እንተድኣ ሂበናና ሓቢርና ነውጽኦ ወይ ንሰርሖ ውሳኔ ውጽኢታዊ ዘሎ ኮይኑ ይስምዓኒ። Les Canadiens et Canadiennes, évidemment, sont fiers de cette équipe. ክድነቅ እካ ደለካ ናይ ካናዳ ክትሰምዕ ከለካ እቲ ካብ ፍረንች ናብ እንግሊሽ ስዊች ክገብሩ ከለዉ ኣነ ብጣዕሚ እየ ዝድነቅ ኤኒወይ ንከታተል ጀስት ኣነ ብጣዕሚ እየ ዝድነቅ ብጣዕሚ እዮም ከምዚኣ እዮም ስዊች ዝገብሩ ካብ ፍረንች ናብ እንግሊሽ Canadians are proud of their reputation as leaders in resettlement of refugees.

And this is something which is a clear proof point and in fact encourages us to take the measures that we are taking. ብዝሒ እዚ ጸገም እዚ ኣበይ ይርኣ መስለኩም? ኣብ ቶሮንቶን ኣብ ቫንኩቨርን። ቶሮንቶን ቫንኩቨርን ሓደ ካብቲ ዝኸበረ ላይፍ ስታይል ዘለዎ ዓዲ እዩ። ፈጺምካ ስደተኛ ኮንካ ክትነብሮ ዘይከኣል ዓዲ እዩ። ኣብኡ ትነብሩ ተለኹም ሶሪ ሜይቢ ንዓኻትኩም ኣብ ዓይንኹም ከም ኖርማል ኮይኑ ክረኣየኩም ይኽእል።

ዝሕግዙ እዮም ድበልናዮም ከነምጽእ መደብ ኣለና እንተኾነ ግን ከምቶም መጽናዕቲ ዘካየርንዮ ልዕሊ ኣርባዕተ ሚእትን ሓምሳን ሽሕ ክኸውን ከም ዘይብሉ ትሕቲ ሰለስተን ሓምሳን ሽሕ ከዓ ዋሕዲ ስለ ዘለዉ ነቲ ህዝቢ ወይ ፖፑሌሽን ናይዚ ዓዲ ንክበዝሕን ንክዓቢ ማለት እዩ ወይ ድማ ኣዝዩ ካብ ቁፅፅር ወፃኢ ከዓ ንከይከውን እቲ ቁፅሪ

ኣብዚኣ ሓንቲ ክትሰምዑዋ ደለኩም ክትርድኣኩም ደለዋ ብፍላይ ናይዛ ቻነል ተኸታተልቲ ኤርትራውያን ኣሕዋተይ እቲ ዋና ነገር እዚ ምቕባል ኣቋሪጾም ኣይኮኑን ሕጂ ምድንጋር ከይፍጠር ኣብዚ እቲ ዋና መልእኽቲ እንታይ እዩ ቁጽጽር ክገብሩ ስለ ዝደለዩ እዮም ካብ ቁጽጽር ወጻኢ ኮይኑዎም ምክንያቱ መንግስቲ ካናዳ ብጣዕሚ ህዝቢ እዩ ዝቕበል ካናዳ ዳርጋ ናይ ስደተኛታት ህዝቢ ዝመለእት ሃገር እያ እንተኾነ ግን ካብ ቁጽጽር ወጻኢ ኮይኑ ዝተፋላለየ ዓይነት ሲስተም እዩ ዘሎ ሕጂ ዝተፋላለየ ሲስተም መምጽእ እንተሎ እቲ ሰብ ከኣ ናቱ ሻጥር ሲስተም ኣውጺኦም ብዝሒ የምጽኡ እሞ ካብ ቁጽጽር ወጻኢ ኮይኑ እቲ ህዝቢ ከኣ ብጣዕሚ እዩ ጥርዓን ኣቕሪቡ ብጣዕሚ እዮም ከነዳውያን ብፍላይ ኣብዚ ሕጂ ሰዓት ተወዲእዎም ኮምፕሌን ዝገብሩ ምክንያቱ ካብ ቁጽጽር ወጻኢ ኮይኑዎም ተቋጻጸርዎ ኢሎም ኮምፕለይን ጌሮም ንዓመታ ኣብዚ ዓዲ ኣብ ካናዳ ምርጫ ኣሎ ምርጫ ኣሎ እቶም ሊበራል ዝበሃሉ ጋቨርመንት ከዓ ክፀንሑ እንተደኣ ኮይኖም ነቲ ህዝቢ ከም ዝሰምዕዎ ዝኾነ ክገብሩ ኣለዎም ሕጂ ብዙሕ ነገር እያ ፖለቲካ ነቲ ህዝቢ ክሰምዕ ከም ድለካ ተርኢ ኣለካ ነቲ ሃገር ነቲ ኢኮኖሚ ከዓ ንከይወድቕ ዳስዋይ ነቲ ህዝቢ ከም ዝሰምዕዎ ንምርጋፅ እዩ ዝደጋግማ ዘሎ እዛ ዘረባ ከነዳውያን ሰሚዕናኩም

ኣብዚ እንታይ ኣሎ ሕጂ ሕነ ሓበሻ ብቴምፖራሪ ወርከስ ኣይንመፅእ ኢና መብዛሕትና ማለት እዩ ብናይ ስፖንሰርሽፕ ፕሮግራም ኢና ንመፅእ ብግሩፕ ፋይቭ ወይ ካልእን ካልእን ካልእን ናይ መርዓ ወይ ናይ ቸርች ኢና ንመፅእ ስለዚ ቴምፖራሪ ወርከስ ተዝኾና እዚ ንዓና ዓብ ፅልዋ ኣለዎ ኣይኮነን የብሉን ጠቕላላ የብሉን እዚ ወላ ሓንቲ ፀልወናን እዩ

ብሓጺሩ እቶም ኣብ ካናዳ ዘለዉ፣ ኣብ ውሽጢ ካናዳ ዘለዉ ኣብ ገለ ገለ ኣገደስቲ ስርሓት ዝነጥፉ ወይ ብዝኾነ ይኹን ምኽንያት ኣብ ካናዳ ዝመጹ ከነዳውያን ክኾኑ ዝግብኦም እሞ ከነዳውያን ዘይኮኑ መንገድታት ክንፈጥር እና እቲ መንገድታት እንታይ ምዃኑ ብሰፊሑ ኣብ ካልእ ሓበሬታ ምስ ኣውጸ ኣስፊሐ ክነግረኩም እየ ንሕጂ ግን ከውጽእ ምዃኑ ፕሮግራም እዩ ዝነግር ዘሎ ኣይረሳዕናኩምን

to a positive ጌና እዚ ዝሰማዕኩሞ ማለት እዩ ጌና እቲ ስደተኛታት ሓደሽ ስደተኛታት ምምፃእ ክነቋርፆ እና ግን ማኔጅ ንምግባር ስለዚ እዛ ዜና እዚኣ ከየደናገሩ ማኔጅ ንምግባር ሎም ዘውፅኦ ዘለዉ ንክቋፃፀርዎ ዝገብርዎ ዘለዉ ነገር እዩ ኣብ ናትና ኮሚኒቲ ክትስምዱ የብልኩምን ጌና እቲ ፕሮሰስ ቀፃሊ እዩ ዝኾነ ግን ንምቁፃር ሎም ዝገብርዎ ዘለዉ እዩ እዞም ኣብ ካናዳ ትቅመጡ ዘለኹም ከኣ ብዙሓት ኣለኹም ስራሕ ዝሰኣንኩም ወይ ኣብዚ ሰዓት እዚ ብጣዕሚ ጨኒቁኩም ዘሎ ገዛ ክራይ ከቢሩ ገዛ ክትደልዩ ዳርጋ ሽዱሽተ ወርሒ ዝወሰድኩም ሰባት ኣለኹም ቀሊል ኣይኮነን ግን እቲ መንግስቲ እቲ ሽግር ተረዲእዎ እዩ ዳርጋ ጥርዓኖም ሰሚዖምሲ ፍታሕ ይፈጥሩ ኣለዉ ስለዚ እዚ ፍታሕ እዚ ኣብ ሓፂር እዋን ለውጢ ክንርኢ ምዃንና ርግፀኛ እየ ስለዚ ኣጆኹም ተስፋ ኣይትቕረጹ ስራሕ ትደልዩ ዘለኹም ስራሕ ክኽፈት እዩ ክበዝሕ እዩ ማቱ መንግስቲ መንገዲ ይፈጥር ኣሎ ብዝኾነ ግን ያ ኣይ ሆፕ እዚ ሓበሬታ እዚ ጠቓሚ ኮይኑ ክትረኽብዎ ኣብ ቀጻሊ ከዓ ከምዚ ዓት ሓበሬታ ምስ ወፀ ከምፅኣልኩም እየ ነዛ መደብ እዚኣ ዝሰማዕኩም ሰብስክራይብ ከይገበርኩም ከይትወፁ ኣብ ቀጻሊ ብከምዚ ዓይነት መደብ ክሳብ ንራኸብ ዝወድሓንኩም ሰሰናዩ